ምስ ግዜ ክጎዓዝ ድሓለፈ ግዜ ግዜ ኣምላኽ ድብል ሪእና ኔርና ዝበዝሐ ጸቂጥና ዝራእናዮ ብዛዕባ ናይ ዳዊት ኢና ሪእና ማለት እዩ ኣብ ካልኣይ ሳሙኤል ኣብ ቀዳማይ ሳሙኤል ዘሎ ምዕራፍ ሓደ ዘሎ ጥቅሲ ሪእናዮ ዳዊት ምስ እግዚኣብሄር ከመይ ዓይነት ምስምማዕ ከም ዝከይድ ሪእናዮ እንታይ ዓይነት ኣካይዳ ዳዊት ከም ዝከይድ ከኣ ብደንቢ ርኢናዮ ቁሩብ ናይ ዳዊት ትንክፍ ኣቢለ ናብ ካልእ ክኸይድ እየ ዳዊት እዚ ኩሉ ነገር እቲ ኩሉ ውግእ ብመን ሓሊፍዎ ብድምጺ እግዚኣብሔር ዋላ ኣነጋግስኡ ንባዕሉ ዳዊት ብድምጺ እግዚኣብሔር ኢማጅን ኩሉ ክቆጻጸሮ ምስ መጸ ሳኦል ድብሃል ንጉስ ካብ እስራኤል ምስ ሞተ እስራኤል ሰብ የብላን ሰብ የብላን ብጣዕሚ ክነግረኩም እዚኣ ዳዊት ግን ንእስራኤል ብምሉእ ክሕዛ ምሉእ እስራኤል ኣይመጸን ምክንያቱ ኣየዋጽኦን እዩ ሓይሊ ክወሓሓዶ እዩ ክጠፍእ እዩ መጀመርያ ግን ኬብሮን ትብሃል ከረን ስጋብ ሕጂ ናይ ዳዊት ጎቦ ናይ ዳዊት ወይ ድማ ናይ ዳዊት ከረን ትብሃል ኬብሮን መጀመርያ እሳ እዩ ሒዝዋ ስትራተጂካሊ ቦታ። ስትራተጂካሊ ቦታ ኣብኡ ይቡሳውያን ዝብሃሉ ሰባት ነይሮም። ብጣዕሚ ብሓይሎም ዝተኣማመኑ ብትዕቢቶም ውጡራት ሰባት። ዳዊት ክድይብ ከሎ እንታይ ኢሎሞ ትፈልጡ መሲሉኩም? ዳዊት ኢሎሞ ናብዚ ከረን እዚ እሞ ኢሎሞ ዕውራትን ሓንካሰትን ምሳና ዘለዉ ከማን ተዋጊኦምኻሲ ዋላ ዕውራትን ሓንካሰትን ተዋጊኦም ከውድቑኻዮም ኢሎሞ ንሕና ኣይንዋጋእካን ኢና ኢሎም። ትፈልጡ ዲኹም እዚ ኖርማል ከይመስለኩም ፍላጻ እዩ ሰይጣን ተስፋ ከቁርጸካ ተኮይኑ ግደፎ እሞ እዚ ገለ እዚ ከማን ይብለካ ዕውራትን ሓንካሳትን ተዋጊኦምሲ ኣይትድይቦን ኢኻ ኢሎሞ እቲ ቦታ ስትራተጂካዊ ኣብኡ ተደይብካ ኖርማል ኣይኮነን ንሶም ከኣ ኣብኡ ኣይድይብን ኢኻ ኢሎሞ ዳዊት ከኣ ብኣምላኹ ስለ ዝተኣመን ንሱ ኸኣ እንታይ ኢሎም ኣነ ከማን ኣይድይብን እየ ኣብዚ ኢልዎም እንታይ ኢልዎም ካብኡ መሲሉኩም ኣብዚ ኸረን እዚ ደይቡ ነዞም ይቡሳውያን ዝሰዓረ ሓለቓ ሰራዊት ናተይ ክገብሮ እየ ኢልዎም ዮኣብ ፈንጢሱ ኣትዩ ማንም ከይነገሮ ከይዱ ስዒሩ በቲኑ ውጽዎም ዳዊት ብኾፉ ከምቲ ዝነዓቕዎ ዳዊት ኒዒቕዎም ዮኣብ ሓለቓ ሰራዊት ኮይኑ ትፈልጡ ዲኹም ናይ ዳዊት መራሕቲ ወይ ድማ ኣገልገልቲ ሓለቓ ሰራዊት ድኾኑ ስፕሪችዋሊ ተፈቲኖም ዝሓለፉ ብሓይሊ ኣምላኽ ዝወጹ ጀጋኑ እዮም ኖርማል ኣይኮኑን ክት ወላ ክትሪኦም ከለኻ ኤቭሪቲንግ ሲምፕል ኣይኮነን ስዒሮሞም ወጺኦም ይቡሳውያን ጠላላ ካብኡ ተኣልዮም That's why ይብለኩም ዘለኹ ኣብ መጽሓፍ ቅዱስ ተገርመኒ ቃል ኣላ ብጣዕሚ ብዙሕ ግዜ ኣምላኽ እንተኾይኑ ከምዚ ዘይሃበኒ ኣምላኽ ክንዲዚ ገንዘብ ደይህበኒ ድንገት ኣምላኽ ክንዲዚ ሚልዮን ተድህበኒ ከምዚ ምገበርኩ ነይረ ኣምላኽ ከምዚ ተድበጽሓኒ ሎቶሪ ከምዚ ምገበርኩ ነይረ ብዙሕ ግዜ ንብል ኢና ኣምላኽ ግን ክበካ ከሎ ሚዛንካን ዓቕምኻን ክእለትካን ካብ ኣምላኽ ደይፈለካ ነገር እንዳሃበካ እዩ ዝኸይድ ንእስራኤላውያን እንታይ ኢልዎም መሲሉኩም ክኣቱ ከሎ? ክትኣትዉ ከለኹም ናብቲ ቦታ እቲ ናብ ከነኣን ክትኣት ናብቲ ቦታ ክትኣትዉ ከለኹምሲ ብሓንሳእ ነቶም ህዝቢ ኣጥፊኤ ኣየእትወኩምን እየ ኢልዎም። ወይ ድማ ብሓንሳእ ነቲ ዘሎ ህዝቢ ኣጥፊኤ ኣየእትወኩምን እየ ምኽንያቱ ኢልዎም ምስ ኣተኹሞም ሰብ ኩሉ ምስ ጠፍአ ንስኹም ስለ ውሑዳት ድኾንኩም ኣራዊት መሮር ክበልዓኩም ኢልዎም። ልክዕ እግዚኣብሔር ነቶም ነቶም ህዝቢ ምስ ኣጥፍኦም ሲ ኣብ ኣብ ሓደ ዓዲ ተሪኢኹሞ ሰብ ተጠፊኡ እንታይ ይመጽእ ኣዛብእ እዮም ድመጹ ምሽ እቲ ከተማ እንድሕር እናጸመወ ከይዱ ሰብ እንተደየለ ኮይኑ ገለ መለ ሕጂ ኣብ ምድርና ከምኡ ንርኢ ምሽ ብዙሕ ሰብ ከምኡ ብለካ ብዙሕ ዋሕዲ ተዘሎ ሰብ ኣብ ገለ ከባቢታት ተኸይድካ በቃ ኣብ ገለ በዚ ካብ ኣስመራ ኮይኑ ውጽእ ዝበለ ከኣ ተኾይኑ በቃ ኣዛብእ ይኣትው ማለት እዩ ዋይ ተልኩምኒ ዋሕዲ ሰብ ተሎ ኣራዊት ይንቀሳቀሱ ሰብ እንተሎ ግን ድምጺ ዝሰምዑ ተኸይኖም ሕጂ እንታይ ኢሎሞም ናብዚ ቦታ እዚ ብዘይ ግዚኡ ኣይትኣትዉን ኢኹም ኢማጅን እግዚኣብሔር ከውርሰካ ከሎ በብንእሽተይ ደውርሰካ ዓቅምኻ ኣተሓሳስባኻ ሪኡ መንፈሳዊ ብቅዓትካ ሪኡ ንኣብነት ኣብዚ ኣብዚ ቸርችና ሕጂ ክንድዚ ዝኣክል ቁጽሪ ሰብ ኣሎ ንጽሊ እና ምሽ ኩሉ ሰራዊት ብሓንሳ ሳዕ ክመልእ የስ ኦፍ ኮርስ እግዚኣብሔር ሓንቲ መዓልቲ ተዛረበኒ እንተሎ ግን ኣምላኽ ብመጠን እስኻ ክትምህሮምን ክትዕብዮምን ክትጓስዮምን ትኽእል ወይ ድማ ኣብ ጊዚኡን ኣብ ሰዓቱን ወይ ድማ ከም ሃዋርያት ክትዕብዮም ትኽእል እንዳ ሃበካ ዩ ክኸይድ እንዳ ዓበየ ክኸይድ ከሎ እንዳ ፈረየ ይኸይድ ኣምላኽ ብኸምኡ ዩ ዝኸይድ ሓደ ግዜ ብጣዕሚ ኣይ ዶንት ኖ ሰሚዕኹማ ተኾንኩም ኣብ ናይ ኢትዮጵያውያን ቸርች ሓደ ኣገልጋሊ ሓደ ሰብኣይ ጸሊም ሰብኣይ ዩ ክዛረብ ሰሚዐ ብርሕ ዝበለ ኤርትራውያን ኢሉ ኣምላኽ ክበጽሓኩም እዩ ግን ተጠንቀቑ ኢሉ ሽዑ እንታይ ኢሉ መሲሉኩም ድንገት ኣብ ኢትዮጵያ ሪቫይቫል ክመጽእ ከሎ ኢሉ በተክርስቲያንና ሱሳ ሰብ ኔሩ ኢሉኪ ልክዕ ድንገት ሪቫይቫል ምስ ኣተው ግን ካብ ሱሳ ሰብቲ በተክርስቲያን ሰኒ ናብ ኣርባዕተ ሽሕ ሰብ ኣትዩ they cannot handle it out of control ኮይኑ እቲ ቤተክርስትያን ምንም ክቆጻጸርዎ ኣይከኣሉ ዋላ ኣብ ኢትዮጵያ ተሪኹሞ ሕጂ ቅብኣት ፍለው ብሓይሊ ኣሎ ብዙሕ ግን ክቆጻጸርዎ ዘይክእሉ ነገር ከኣ ምቁጽጻር ዝሰኣንዎ ከኣ ኣለዉ ገለ ገለ ኣገልገልቲ ናይ ቀደም መከራና ይሕሸና ስጋብ ዝብሉ ኮይኖም ማለት እዩ so what እንታይ ኮይኑ መሲልኩም ከምዚ ኣምላኽ ትድህበካ ነገር ብዓቅሚ እዩ ስለዚ እንታይ ኢልዎም ኣራዊት መሮር ክበልዓኩም ኢልዎም። እንድሕር ሂበኩም ኣራዊት ብሩር ክበልዓኩም እዩ። እንታይ ደኣ ኢልዎም ብመጠን ዝበዛሕኩሞ ብመጠን ዝበዛሕኩሞ እንዳጥፋእክዎም ክኸይድ እየ ኢሉ። ኣሕዋተይ ኣምላኽ ታይሚን ይፈልጥ እዩ። እስከ ድገሙለይ እስኪ ኣምላኽ ግዜ ይፈልጥ እዩ እስከ በሉኒ። ናይ ግዜ ኣምላኽ እዩ። ብጣዕሚ ተገርመኒ ቃል ተላ የሱስ ክርስቶስ እዩ ድሓለፈ ጠቂሰያ ነይረ ኣብ ወንጌል ማቴዎስ ክልተ ዓሰርተ ሰለስተ ዓሰርተ ሓሙሽተ ዘላ ቃል ኣብ ወንጌል ማቴዎስ ክልተ ዓሰርተ ሰለስተ ንሳቶም ምስ ሓለፉ እንሆ መልኣኽ እግዚኣብሄር ንዮሴፍ ብሕልሚ ተራእዩ ሄሮዶስ ነቲ ህጻን ክቐትሎ ደልዩ ኣሎ እሞ ተንስእ ነቲ ህጻን ነዲኡን ሒዝካ ናብ ግብጺ ህደም ክሳዕ ዝነገረካ ከኣ ኣብኡ ጽናሕ በሎ። ኣሕዋተይ ኢየሱስ እኮ ዋላ ሽሕ ግዜ ህጻን ይኹን እኮ ኢየሱስ ኣምላኽ እኮ እዩ እቶም ሰብ ጥበብ መጺኦም እኮ ን ኣምላኽነቱ ኣሚኖም እኮ ሰጊዶምሉ እዮም። ሰብ ጥበብ መጺኦም መላእክት እግዚኣብሔር ብሓንሳእ ዝዓጀብዎ ጎይታ እኮ ኢማጅን መላእክት እግዚኣብሔር ብሓንሳእ ኣማኑኤል ተወሊዱ ኣብ ማእከልና ኢሎም ድሙቕ ብርሃን መጺኡ እኮ እዩ ከቢድ ሪቫይቫል እኮ ኣሕዋተይ እዚ መላእክቲ እግዚኣብሔር ሓደ መልኣኽ ስ- ምስ ነገሮም እቶም ኣ- በቃ ኣብ ኣብ ቤት ዳዊት ከም ዝተወልድኩም ምስ ተበሎም ሓደ መልኣኽ ምስ መፀ እቶም መላእኽቲ ከዓኒ ክብሪ ኣብ ሰማይ ኣብ ምድሪ ከዓ ሰላም ይኹን ኢሎምሲ ሪቫይቫል እኮ እዩ በሪሁ እቲ ምድሪ እዚ ኩሉ ምስ ተገብረስ ድሕሪ ቁሩብሲ ሄሮዶስ መታን ከይቀትሎስ ሒዝካዮ ቃል ባዕላ ትብል ህደም እቲ ክብሪ ዝወረዶ ጎይታሲ ንዝተወሰነ ግዜስ ክሃደም ተገዲዱ ኣሕዋተይ ፕሊዝ ታይምካ ምሕላው ዘይብልኩም ዋት ኤቨር ኣኖይንቲን ዋት ኤቨር ክብሪ ዋት ኤቨር ሓይሊ ክህልወካ ይኽእል እዩ ኣብ ሂወት ኣምላኽ ኢልካ ዘሎ ግን ከተገልግል ድዩ? ክትመሃር ድዩ ደሊካ ዘሎ? ክትዓብድ ደሊካ ዘሎ? ኣብ ሜድያ ክትወጽእ ክትሰብኽ ደሊካ ዘሎ? ኣብ ሜድያ ክትወጽእ ኣይደለካን ኣሎ። እንታይ ደሊካ ኣሎ ግን? ሓደ ባይብሊካሊ ዩ ሃቭ ቱ ኖው ኢት ማለት ግድን ድምጺ ኣምላኽ ዘይሰማዕ ኣይኮነን ቃል ኣምላኻዊ ስለዝኾነ ማለት እዩ። ካልኣይ ነገር ብድምፂ ኣምላኽ ይሃፍትኖ። ስለዚ ንዝተወሰነ ግዜ የሱስ ክርስቶስ ተኣልዩ። ድሕሪ ቁሩብ ግዜ ኸኣ እንታይ ኢልዎ? እቶም ነዚ ህጻን ዝደልዩ ሞይቶም እዮም እሞኒ፣ ስለዚ ሒዝካዮ ተመለስ ናብ ናዝሬት ተባሂሉ ማለት እዩ። ወዲ ናዝሬት ክበሃል ከኣ ትንቢታዊ ቃል ዝነበረ ተፈጺሙ። የሱስ ኣብ ካልእ ቦታ ዋላ ኣብ ካልእ ቦታ ከ እንታይ ፍልጠት ኣሎ? የሱስ ባዕሉ ዓብዩ ጎቢዙ እንዳገልገለ ከሎ ሄረዶስ ንዮሃንስ መጥመቕ ምስ ቀተሎ ን ንቁሩብ ግዜ የሱስ ክርስቶስ ድማ ካብቲ ዝነበረ ከተማ ተኣለየ ይብለካ። ታይም ሻርፕ ከም ጎይታ ታይም የለን። ኣባቴ ታይም ክትመሃር ደሊኻ ብዛዕባ የሱስ ኣጽንዕ። ብኸመይ በሉኒ፣ እዚ ዝረእይዎ ፍሉጥ እዩ፣ ኣብ ዝዀነ ቦታ ሓንቲ ክነግረኩም። የሱስ ከም ሰብ ምስ ኣብዚ ተመላሊሱ፣ የሱስ፣ እዛ ነገር እዚኣ ክገብራ እየ ኢሉ፣ ኦው፣ ሓሳብ ቀይርና ኣለና ኣይገብራን እየ ዝበላ ታይም ኣይትረክብን ኢኻ። እዛ ነገር እዚኣ ኣይንገብራን ኢና ተኢሉ ከኣ የሱስ ከኣ ኣይገብራን እዩ። ካብ የሱስ ብጣዕሚ ኢኻ ትመሃር። ኣነ እዚ ክጽሕፎ ከለኹ ብዙሕ ነገር ጐይታ እንዳመሃረኒ መጺኡ። ክንሰግር ኢና ናብ ማዕዶ ተይሉ ኦ ማዕበል እንዲ ኮይኑ ኣይብልን እዩ ቅድሚ ምባሉ ከኣ ታይም ይንፈልጥ እዩ ማለት እዩ ብጣዕሚ ዘገርም ሄሮዶስ ንቁሩብ ግዜ ምስ ተኣልየሉ ከም ልማዶም ከኣ እንታይ ኢሎም መሲልኩም የሱስ ዝፈርሐ መሲልዎም ሽዑ ሄሮዶስ ክቐትለካ የብላ ኣሎ ኢሎምስ እንደገና ክፈራርሖ ደልዮም ኖ ኖ ኖ ዲስ ታይም ኢዝ ኖት ላይክ ቢፎር ኢልዎም ነታ ወኻርያ ኢልዎም ንገርዋ ኢልዎም ሽዑ ሪኢኻ ታይም ናትካ እንድሕር ሓሊኻ ሰይጣን ኣብ ቅድሚኻ ወኻርያ እዩ ዝኸውን ታይም እንተደይ ሓሊኻ ግን ከም ኣንበሳ ከም ዝጓዝም ኣንበሳ ክውሕጠካ እዩ ሪኢኹሞ ከም ዝጓዝም ኣንበሳ ይዘውር ኣሎ ታይሙ ስለ ዝኾኖ እዩ ታይም እንድሕር ሓሊኻ ግን ወኻርያ እዩ ዝኸውን ብጣዕሚ ኩሉ ሻዕ እብለኩም እየ ናይ ብዙሓት ቁብኣት ብጣዕሚ ዝናፍቆም ዝፈትዎም ዝጽበዮም ዝነበርኩ ጥፍኣት ተልኩምኒ ታይ እም ደይ ሓለው በቃ ቶፕ ዝኮኑ ኣገልገልቲ ደይ ኣለው ኣለው ገሊኦም ኣብ ደይ ቦትኦም ዶ ኣተው ገሊኦም ኣብ ደይ ግዚኦም ዝኣተው ታይሚን ዘይ ሓለው ሰባት ኣለው ክማሃሩ ዝግብኦም ዝወጹ እግዚኣብሔር ተዛሪብዎም ሰዓት ከይ ነገሮም ዝወጹ ኣብ ደይ ግዚኦም ንኣብነት ጎይታ ከምዚ ከምዚ ረኣ ኣለኒ ኢልካ ዝወጹ ግዜ ኣምላኽ ዘይሓለዉ፣ ቦታ ኣምላኽ ዘይሓለዉ፣ ክኾንዎ ዝግብኦም ደየለዉ፣ ካብ ካብ ሓደ ቦታ ናብ ሓደ ቦታ ክኸዱ ከል ክኸዱ ዘይግብኦም ዝተንቃሳቐሱ ዝወሓጦም ኣሎ። ዮናስ ካብ ሓሳብ ኣምላኽ ወጺኡ ዓሳ ነባሪ ጸኒሕዎ። ንዮናስ ግን ምሕረት ኣምላኽ ተዝኾነ እቲ ዓሳ ነባሪ ተቐብል ኣቢሉ ኣቐኒ ኣቢሉ ኣብቲ ኣበይ ሕራይ ምስ በለ ኣብታ ቦትኡ ሰንዲዎ። ግዜ ኣምላኽ ትነግደሉ ታይም ኣይኮነን ሕጂ ኢልዎ። ስለዚ የሱስ ሽፍት ኣፕ ይገብር ይምለስ። ኣብ ገተሰማንያ ተሪኢኹሞ የሱስ ክርስቶስ ረይዎ ማዕረ ክንደይ ናይ ስጋ ነገር ከቢድ ምዃኑ። ትከኣል ተኾይና ኢሉ እዛ ጽዋእ እዚኣ ካባይ ኣይሕለፋ ኢልዎ። እታ ጽዋእ እቲኣ ግን ሰላሳን ሰለስተን ዓመት ኣይረኸበቶን ኣይሓለፈትን። ሕጂ ግን እንታይ ማእኺላ እያ ግን እንታይ ኢሉ ከኣ ሽዑ ግን ከኣ ኢሉ ነዛ ግዜ እዚኣ ኢኻ እያ መጺእ ኢሉ። ሪኢኹም ግዜ ህይወቱ እታ ግዜ እቲኣስ ህይወቱ ተሕልፈሉ ግዜ እያ ታይማ እያ ግን ህይወቱ ክትሓልፍ ነዛ ግዜ እዚኣ እያ ግን መጺኤ ስለዚ ክሓልፍ ኣለኒ። ትሓልፎ ናይ መከራ ታይም ኩሉ ይኽእል እዩ ታይም ክኸውን ይኽእል እዩ ግዜ ግዜ ግዜ ሰዓት ክኸውን ይኽእል እዩ እሱ ሓሊፍካ ግን ክትወፅእ ኢኻ ካብ መንጎ ከይበሰልካ ተወፂኻ ግን ክትጠፍእ ኢኻ ሪኹም ኣለኹም ኤፍሬም ዘይበሰለ ቅጫ ኢልዎ ሓይሉ ከዓ ኣጋይሽ በሊዖሞ መወዳእታ ከዓ ሰለፉ ወቕዐ ኣብ ደይ ጊዚኡ ወጽዩ ማለት እዩ ኣብ ደይ ጊዚኡ ካልእ ነገር ጌሩ ዘይ በሰለ ቅጫ ማለት ኣሕዋተይ በቲ ሓደ በሲሉ ኣብ ደይ ጊዚኡ ዘውጸኻዮ ቅጫ ማለት ኣይብላዕ ኣይሕሩጭ ኣይብላዕ ይድርበ በቃ ታይም ኣምላኽ ተደይ ሓሊኻ ልክዕ ከምኡ ኢኻ ትኸውን ኣይትብላዕን ኢኻ በቃ ኣይ እንደገና ሕሩጭ ኮይንካ እንደገና ክትስራሕ ኣይ እንደገና ከኣኒ ክትብላዕ ኣይትብላዕን ኢኻ። ሲዝን ኣምላኽ ናይ ብሓቂ ብሩኻት ሰብ ኣይቃለሰካን እዩ ጸላኢ ኣይቃለሰካን እዩ እዚ ቃል እዚ ባዕሉ ቃሞካ እዩ ፕሪንስፕል ኣለዎ እዚ ቃል እዚ እዚ ቃል እዚ ድሕር ምስኡ ወጊንካ ዳሲት ጎይታ እኮ መጺ እኮ ንደቀጽዓካ እኮ ጎይታ እኮ በቃ እቲ ፕሪንስፕል ኣቐሚጥዎ እኮ እዩ በቃ ካብቲ ቃል ተወጺኻ ሴት ከምቲ ቃል ተኸድካ በረኸትን መርገምን ኣብ ቅድሜኻ ኣሎ ኢልዎ According the word በቃ እዚ ቃል እዚ በምንም ተኣምር ቅድሚ ሕጂ ዝነበሩ ኣቦታትና ኣይቀየርዎን ንሕና ኣይቀየርናዮን በት በዚ ቃል ዝከዱ ሰባት ተዓዊቶም ዘይ ዘይከዱ ሰባት ከኣ ወዲቆም በቃ ዋላ ሓንቲ ትገብርን ኢካ ምስዚ ቃል ዝተጋጨዉ ነገስታት ሕጂ የለዉን እዚ ቃል ግና ኣሎ ምስዚ ቃል ተሰማምዑ ኣገልገልቲ ከኣ ከም በዓል ዳዊት ከኣ ሽሞም ዝጽዋዕ ኣሎ ንኣብነት ማለት እዩ ጽባሕ ንግሆ ሽምካ ክጽዋዕ ከሎ ናይ ኣምላኽ ሰባት ከምዚ ከምዚ ተባሂልካ ክትጽዋዕ ኢካ ካልእ ብቐዳማይ ተንክፌ ነይረ ሃዋርያ ጳውሎስ ዝበሃል ናይ ኣምላኽ ሰብ ምስ ስጋን ደምን ከይተማኸረሲ ናብ ሃገራት ዕራብ ከይዱ ሕጂ ኣብዚ ሓንቲ ነገር ከረድኣኩም ዝደሊ ጳውሎስ ናይ ጎይታ ድምጺ ሰሚዑ እዩ ከይዱ። እዚኣ ፕሪንስፕል ኣስተውእሉ። ብዙሕ ግዜ ጳውሎስ ምስ ስጋን ደምን ከይተማኸረ ከይዱ በቃ ጠፊኡ ኢሉ ሰብ ብዙሕ ግዜ ወይ ናብ ዕጽዋ ድዩ ወይ ናብ ገለ ድዩ ወይ ናብ ዓዲ ምቕያር ድዩ ገለ ክኸይድ ይኽእል እዩ። ኖ ኖ ኖ ቮይስ ኦፍ ጋድ ኣነ ግርም ዝብለኒ ብዛዕባ ፈውሲ ሰባት ክምጉቱ ከለዉሲ ከምኡ ምባሎም ውን ኣገርመኒ እንድዩ ብዛዕባ ፈውሲ ክምጉቱ ከለዉሲ እንታይ ይብሉ ጳውሎስ ከማንሲ ግራጭ ኔርዎ እዩ ጳውሎስ ከማንሲ በቃ ሓሚሙ እዩ ሓደ ቀዳይ ነገር ሓሚሙ ድዩ ሓሚሙን ኣይዛረብን እዩ ግራጭ እዩ ድብል ካብኡ ግደፍዎ ግራጭ ድዩ ፈውሲ ድዩ ገለ ድላዩ ሓንቲ ነገረኩም ጳውሎስ ንጎይታ ሓቲትዎ እዩ እዚ ሕማም እዚ እዚ ግራጭ እዚ ኻባይ ኣልዕሎ ኢልዎ በቃ ጸጋይ ይኣኽለካ ኣይእልዕሎንየ ኢልዎ ሓጻረ ስለዚ ናይ ጳውሎስ ዘይምፍዋሱ ንዓኻ ኣይምልከተካን እዩ እሱ ንጎይታ ሓይትዎ እዩ ኣየልዕለልካንየ ኢልዎ እዩ ንዓኻ ግን ጎይታ ግን ኣየልዕለልካንየ እዚ ሕማም ኣይበለካን ኣብ ደይ ናትካ ኣይትእቶ ንዓኻ ዝምልከተካ ክሮስ እዩ። ኣብ መስቀል ተፈዊሶም ድብል ደኣ እምበረይ ኣብ መስቀል ሓሚሞም ዝብል የለን ኩሎም ሓውዮም ኩሎም ተፈዊሶም ንኹሎም ፈወሶም የሱስ ኢሰያስ ሓምሳን ሰለሰን መታን ክፍጸም ስኒ ኩሎም ሕሙማትን ድኑሳትን ናይ ኩሉ ዓዲ ተፈወሱ ኩሎም ሕሙማት ኣብ ሓደ ዓዲ ዘለዉ ኣመንቶም ዘይኣመንቶም ኢሰያስ ሓምሳ ሰለሰን ክፍጸም ምእንቲ ተፈወሱ እዩ ዝብለካ ሕጂ ኣብዚ ተፈወሱ እንዳበለካ ከሎ ሓደ ጳውሎስ ኣምጺኻ ኣይትመጉት ጳውሎስ ናቱ ኣለዎ መንገዱ ከምኡ ኢሉ ከኣ ነቲ ዝረኣኽዎ ራእይ መታን ከይዕበ በቃ ጳውሎስ the only thing እቲ ዝረኣዮ ራእይ ብግራጭ ተደይ ኮይኑ ብካልእ መንገዲ ጠጠው ክብል ኣይክእልን እዩ ከቢድ ራእይ እዩ ግራጭ ተቐምጥለይ ኢሉ ስለዚ ናይ በዓል ጳውሎስ ነገር ረእይዎ ሕጂ ታይምን ይሕልው እዮም ዋላ ሕማም መጺዎሲ እግዚኣብሄር እንታይ ኮይኑ ዘይከይድ ሳምታይም ምስ ኣሕዋተይ ክንዛረብ ጽቡቅ እዩ በቃ ኣነ ተፈዊሰ እየ እግዚኣብሔር ፈዊሱኒ እዩ መስቀል ተፈዊሰ እየ ክንብል ከለና this is biblical truth ግን ምስ እግዚኣብሔር what happen እንታይ ኮይነ ኣለኹ ንምንታይ ደይከውን ደሎ እዚ ንምንታይ ደይሓዊ ደለኹ ንምንታይ ኣብ ህይወተይ ኣብ ቤተይ ኣብ ዓሌተይ ከምዚ ነገር ጥዕና ይረአ ኣሎ ask God and then he will tell you ደይ ተረዳእካ ሳምታይምስ ጎይታ ኣብዚ ዘሎ ቃልን ኣነን ምስ ምርድእ ኣብዩኒ ኣሎ እንተ ብራእይ እንተ ብሕልሚ ትዛረበኒ ትብሎ ኣለካ ስለዚ ጳውሎስ ልክዕ ጎይታ ምስ ረኸቦ ምስ ስጋን ደምን ከይተማኸረ ማለት እግዚኣብሄር ካብ ዘለኻዮ ተፈሊኻ ናብ ሃገራት ኣዕራብ ኪድ ኢልዎ እዩ ዳስ ኢዝ ዘ ቮይስ ኦፍ ጋድ። ስለዚ ካብዛ ፓርቲ እንታይ ንመሃር መሲልኩም? እግዚኣብሄር እንታይ እዩ ዝብለካ ዘሎ ብዛዕባ ግዜ? ደሓር ድሕሪ ሰለስተ ዓመት ምስ መፀ ከዓኒ ጎይታ ከዓ እንታይ ኢልዎ? ነቶም ኣዕኑድ መሰልቲ ዝበሃሉ ሰባት ርኸቦም ኢልዎ። ኣሕዋተይ ኣብዚ ኣላምረኩም ወላ ሓንቲ ኣይመሉኡሉን ጳውሎስ ግን ንዓና ይምህሮ ድምህር ዘሎ ንህዝቢ ዝምህር ዘሎ ንዓና ዝምህርና ዘሎ እንታይ ይብለሎ መሲልኩም ቅድሜኻ ሓሊፎም ዘለዉ ኣዕኑድ መሰልቲ ዋትኤቨር ይኹን ኣብዛ ከተማ ድም ዘለዉ ኣብ ገለ ም ዘለዉ ምስኦም ክትገብሮ ዘለካ ዲል እግዚኣብሔር ዝበለካ ዝበሃሉ ከማንሲ ሓንቲ ኣይመልኡለይን ኢልዎ ግን እንታይ ፕሪንስፕል ሓልዩ ወፅዩ ኣብ ዳዊት ረእዎ ኣብ ጳውሎስ ረእዎ እዞም ሰባት እዚኦም ዋላ ምስቶም ወዲቆም ዘለዉ ኣገልገልቶም ዋላ ምስቶም ወዲቆም ዘለዉ መራሕቶም ፕሪንስፕ እንታይ መሲሉ ጉዳይ መራሒ ንምንታይ ወዲቁ ኮነን ኣምላኽ ንዓኻስ እንታይ እዩ ዝብለካ ዘሎ ድሓለፈ ኢለኩምሽ ናይ ዳዊት ፓስተር ፓስተሩ ወይ ድማ ሳኦል ኣጋንንቲ ዘለዎ እዩ ድማ ባዕሉ ዘናግፎ ባዕሉ ዘናግፎ ሰብኣይ ኣብ ትሕቲ ሳብሚት ገይሩ ክሄድ ነይሩ ታፍ እዩ ግን ዳዊት ንሳኦል ክጥዕሞ ኣይኮነ ንርእሱ ክጥዕሞ እዩ ገይርዎ ብጣዕሚ ብሩኻት ንመሃረሉ ዝግባኣና ተሎ ጳውሎስ ንባዕሉ ከምኡ ኢሉ መፅዩ እንደገና እንደገና ድሕሪ ዓሰርተ ኣርባዕተ ዓመት ከዓ ኣገልጊሉ ከዓኒ ምስ ተመልሰ ካልኣይ ግዜ ከዓኒ ኣብ ኣህዛብሲ ክንድዚ ኣሽሓት ሰባት ፈርዮም፣ ክንድዚ ሰባት ኣፍሪና፣ ከምዚ ኢልና ኸኣ ወንጌል ሰቢኽናሎም፣ እዚ ንሕና ንሰብኮ ዘሎና ወንጌልሲ ከመይ ይመስለኩም? ብናትኩም ክረኣ ከሎሲ እንታይ ይመስለኩም? ኢሉ ኸኣ እንደገና መጺኡ። ትኽክል ኣለኻ ወልሓንቲ የብልካን፣ ሰለስተ ግዜ። ድምጺ ኣምላኽ ሰሚዑ ነታ ዝነበረት ማሕበር ብትኽክል ሳብሚት ጌርዋ ብድምጺ ፋይናሊ እታ ማሕበር ሽዕታ ኢላቶ መሲልኩም ጳውሎስን ናባስን ነቲ ዝበልክዎ ዕዮ ፍለዩለይ ዝብል ድምፂ ሽዑ ከዓ መፅዩ ካብ መን ካብታ ማሕበር ዋይ ተልኩምኒ ፕሪንስፕል ስለ ዝኸደ ማሕበር ሽዑ ክፀውም ክፅልን ከላ እግዚኣብሔር እንታይ ኢልዋ ነዚ ሰብ እዚ ነዝተባህሎ ዕዮ ሌጋሊ ፍለይዎ ተባሂሎም ሪኹም ኩላ ፕሪንስፕል ትገብራ እግዚኣብሔር ይፅበየካ እዩ ዳሕመመትካ ትገብራ ነገር እግዚኣብሔር ይርእየካ እዩ ፋይናል ግን ድምፂ ምስ መፀ እታ ማሕበር ንጳውሎስን ንባርናባስን ኣዳዎም ፅዒኖም ኪዱ ኢለሞም ሽው መንፈሳዊ ኣቦ ድበሃል ትመሃሮ ካብ ጳውሎስ እዩ። ፋይናሊ ደገረመትኒ ቃል እዚ ኩሉ ኮይኑ ክነሱስኒ እቶም ኣህዛብሲ እቶም ኣይሁዳውያንስ ነቶም ኣህዛብ ተኽብልዎም ጀሚሮም እንድሕር ደኣ ደይተገዘርኩምን ሕጊ ተደይ ሓሊኹምንሲ ምስ የሱስ ተቐቢልኩም ከለኹም እንደገና ከኣ ከምዞም ኣሕዋትና ድሮ ማለት ሕጂ ሎሚ ሎሚ ንየሱስ ንኣምኖ ኢና ግናኸ ብግብርኻ ከኣ ተድሕኒኻ ምሽ ብሉ ኣሕዋትና ስለዚ እንድሕር የሱስ ተቐቢልኩም ከለኹም ሕጊ ሙሴ ሓሊኹም እንድሕር ከኣ ደይተገዘርኩም ከኣ ምድሓን የለን ከኣ ኢሎሞ ምሾም ጳውሎስን በርናባስን ነዚ ነገር ተማጒቶም ምስ ተማጐቱ በቃ ኣይንሰምዓኩም ኢና ኢሎሞም ናብቶም ዋና በሉ ነዚ ነገር ደምጽዎ ካብ ኣፍ የሱስ ድሰምዑ ሕጂ ረእይዎ ምንም ትገብራ ነገር የብልካን ካብ ኣፍ የሱስ ድሰምዑ ሰባት ኣለዉ በዓል ጴጥሮስ ሕጂ ጴጥሮስ ኢለኩም ንጳውሎስ ኣይልዎ ጳውሎስ ሓውና ዝዛረቦ ጽሑፋት ንምርድኡ ጭንቂ እዩ ብረቨለሽን በሊጽዎ እዩ ብብዝሒ ሰባት ምምራኽ በሊጽዎ እዩ ብብዝሒ ጉባኤ ዘለዎ በሊጽዎ እዩ ብብዝሒ ሰባት ዝደሓኑ ብዙሕ ነገር ጳውሎስ በሊጽዎ እዩ ዘሎ ጴጥሮስ ግናኸ ካብ ኣፍ የሱስ ሰሚዑ ከውሒ ዝተባህለ ግን ጴጥሮስ እዩ ከውሒ ኢኻ እስኻ ስለ ዝበሎ ወላ ሓንቲ ኣይትገብሮን ኢኻ ዝገርመኩም ነገር ዋላ ኣብ ሰማይ ምስ ከድና ስኒ እዚ ኩሉ ፅዒርካ እዚ ኩሉ ገልግልካ ሲ በቶም ብሽምቶም ዓሰርተ ክልተ እዩ መሰረት ድገበር ኣብ ውስጥ ኣቱ ይትኽእል ኒሃ በቃ ወላ ሓንቲ ትገብሮ ነገር የብልካ ስለዚ ናብቶም ከውሒ ዝኾኑ ሰባት እንደገና መፅኦም ብጣዕሚ ኣብዚኣ ሰሙን ናይ መጨረሽታ እግዚኣብሔር ኣመራርሕኡ ትሪኦ ኣብዚ እዩ ተዘራሪቦም ዓሰርተ ክልቲኦም ኮፍ ኢሎም ተዛሪቦም ዓሰርተ ሓደ ማለት ይሁዳ ስለዘይነበረ ተዘራሪቦም ምስምማዕ ስኢኖም ፋይናሊ እቶም ክልተ ያቆብ ናይታ ማሕበር ፓስተር ጓሳ እዩ ጴጥሮስ ከውሒ እዩ ፋይናሊ ጴጥሮስ ተዛሪቡ ነጊርዎም በቃ ኣቱም ብሩኻት ኢልዎም ኣነ ከምዚ ከምዚ ኢለ ከይደ ኣብ ከምዚ ቦታ ክሰብክ ከድኩ ናብ ሓለቓ ሚእቲ በቃ ኩሎም ከኣ መንፈስ ወሪድዎም እዮም ስለዚ ኣህዛብሲ በየናይ መንገዲ ኢኹም ከምዚ ትድሕኑ ዳይ ትሕኑ ትብሎም ወንጌል እናሰበክናሎም ኮለናሲ ከይጸልነላሎም ኣእዳውና ከይጸዓናካ ማለት መንፈስ ወሪድዎም እዩ ከማና ማዕረ ቋንቋታት ክዛረቡ ጀሚሮም እዮም ምስ በለ፣ ያእቆብ መጨረሻ ክጥረፋ ከሎ፣ ኣብ ድንኳ ኣብቲ ነታ ወዲቓ ዘላ ድንኳን ዳዊት ክሕድሳ እየ ኢሉ እግዚኣብሄር ከምዝን ከምዝን ኢሉ ተዛሪቡ እዩ ብዛዕባ ኣህዛብ እሞኒ ስለዚ ካብ ሕሉቕ ምብላዕን ካብ ዝሙትን ካብ ደም ምስታይን ጥራይ ይተሓለዉ እምበረይ ምድሓን ብክርስቶስ እዩ ኢሉ ፋይናላይዝ ገይርዋ መን ያእቆብ That's why ልክ ኣብ ማሕበር ኣምላኽ ፋይናላይዝ ዝገብር ድምጺ ኣምላኽ ሰሚዑ ድምጺ ኣምላኽ ተረዲእዎ ቃል ኣምላኽ ፈሊጡ ን ሓደ ፍልጠት ቃል ኣምላኽ ሱር ደለዎ ሰብ ካልኣይ ነገር ድምጺ እግዚኣብሔር ዝሰምዕ ነቲ ጉዳይ ፋይናላይዝ ዝገብር ሰብ ክህሉ ዘለዎ ግናኸ ኩሉ ሻዕ ክዓዩ ከለዉ ግን ኩሎም እዮም ዝዘራረቡ መራሕቲ እዮም ዝዘራረቡ ፋይናሊ ግን ስፒሪት ኦፍ ጋድ ን ደ ወርድ ኦፍ ጋድ ኣውቶሪቲ ግን ይሃፍትኖ ብዙሕ ግዜ ኣይ ዶንት ኖ ኣብ መድረኽ ክዛረቦ ግበኦ ድዩ ኣይርድኣንን እዩ ብብዙሕ መንገዲ ዝመሓደራ ማሕበራት ኣለዋ ዊች ሚንስ ብሽማግለ ድዩ ብተፈላለየ መንገዲ ዊች ሚንስ ሓደ ወሳኒ ኣካል ዘይብሉ ዝኸደ ኣብ ብዙሕ ግዜ ተሪእኻ ሳክሰስፉል ኣይከውን እዩ ዋይ ተልኩምኒ ኣብ ቤት ንኣብነት ሙሴ ኣብ ገዝኡ ምስ ሜሪ ተዘራሪቡ እዩ ዝውስን ፋይናሊ ዘይውሰን ጉዳይ ፋይናሊ ዘየሰማምዕሉ ጉዳይ ተመፅዩ ግን ፋይናላይዝ ዝገብር ኣቦ ኣሎ። ጳውሎስ ነዚ ኩሉ ፕሪንስፕል ሓልይዎ ከይዱ። ደሓር ግን እንታይ ኮይኑ ጳውሎስ ኣብ ኣህዛብ ኣቦ ስለ ዝኾነ ናይ ኣህዛብ ወሳኒ ሰብኣይ ከኣ ጳውሎስ ኮይኑ ሽዑ እንታይ ጀሚሩ ንበዓል ጢሞቴዎስ ከኣ ኣበይ ገይርዎም ኣብ ትሕቲኡ ገይርዎም በዓል ጢሞቴዎስ ከ ሽዑ እንታይ ክገብሩ ጀሚሮም ልክዕ ብዘረኣኻያ ስለ ትዓጽድ በዓል ጢሞቴዎስ ከኣ ከምቲ ልክዕ እሱ ንበዓል ጴጥሮስ ሳብሚት ዝገብሮ ምነበረ በዓል ጢሞቴዎስ ከኣ ንጳውሎስ ሳብሚት ክገብርዎ ጀሚሩ ማሕተብ ብኸምኡ እንዳዕበየት ከይዳ ኩሉ በዓል ቱርኪ ዳደሓነ መጺኡ እዚ ኩሉ ቱርኪ ዘሎ ሕጂ ወሪሶሞ ዘለዉ ንኹሉ ወንጌል ኣብጺሕሉ ማለት እዩ ኩለን ዘን ኤፌሶን ገለ ዝበሃላ ኣብ ቱርኪ እየን ኔረን ዝገርመኩም ሕጂ ሞስሊም ኮይኑ ዘሎ ኣነ ብዙሕ ግዜ ጳውሎስ ተሪእናስ እንታይ ይብለና ኸውን at least ንሕና ኣነ ካልእ ከተምጹላ ዝጸበኩምሲ እቲ ኣነ ናብ ጎይታ ደምጻኹሞስ ኣማሪኽኩሞ ዝብለና ኮይኑ ይስምኣኒ which is ስራሕ ይጽበየና ኣሎ ስለዚ ጳውሎስ መገረም ሰብ ዝገብሮ ታይም ይንሕሉ እዩ ኣሕዋተይ መንፈሳዊ ነገር ካብታ ጎይታ ትቕበል ቅብኣት ኣምላኽ ባኻ ድፈስስ መንገዲ ጉዕዞ ነዊሕ እዩ ኣብ ክርስትና ህይወት ጀመርቲ ብዙሓት እዮም። ማራቶን ርኢኹም ኣለኹም? ማራቶን ክጅመር ከሎ ሩር ኢሎም እዮም ዝጅምሩ፣ ኣሽሓት ሰብ እዩ ዝጅምሩ። ኣብቲ ማራቶን ዝውድኡ ሰባት ግን ገለ ገሊኦም ሚእቲ ምስ ከዱ ጥውይ፣ ገሊኦም ገለ ምስ ከዱ ይወድቁ፣ መጨረሽታ ዝኸዱ ውሑዳት እዮም። ፋይናል ኸኣ ዝብጥሳ ከኣ ሓደ ሰብ እዩ። ክትጅምር ኮለኻ ብዙሕ ዩ ዳስዋይ ጳውሎስ ናይ ድሕረይ ናረሳኹ ናይ ቅድመይ ናብናጥራ ኣለኹ ነታ ዓወት ናይ መጨረሻ ሕንጻጽ ድማ ክረግጻ ዝበለ ሕጂ መጨረሻ ዝረግጹ ሰባት ግን ውሕዳት እዮም በዓል ዴማስ ንመንገዲ ተኣልዮም እኮ እዮም ድሓር ተመሊሶም እምበር በዓል ዴማስ በዓል ልቋስ ብዙሕ ብዙሕ ሰብ እኮ በዓል ማርቆስ ተኣልዮም እዮም ኣብ መንገዲ ክንደይ ሰብ ንየማን ጸጋም ኢሉ በዓል ጳውሎስ ስጋዕ መጨረሻ ሓሊፎም